ንኣብነት ሄሎ ከም እትሪእዎ ዘለኹም ቀጣይ ዝምልሰለይ ሄሎ ሄሎ ኢት ኢዝ ናይስ ቱ ሚት ዩ ኢዝ ዘር ሳምቲንግ ኣይ ካን ሄልፕ ዩ ዊዝ ኦር ውድ ዩ ላይክ ቱ ቻት ይብለኒ ኣሎ ስለዚ ዝኾነ ሓገዝ ተደልያ ክሕግዘካ ክእል እየ ከምኡ እውን ክንፀሓፍ ንኽእል ኢና ቻት ክንገብር ንኽእል ኢና ይብለኒ ኣሎ ስለዚ ኣብዚ ክንመሃር ንክእል ኢንፎርሜሽን ዝኮነ ክንወስድ ንክእል ከምኡ ውን ዝኮነ ኣድቫይስ ውን ምክሪ ካብዚ ክንወስድ ንክእል ኢና ማለት እዩ። ኢንግሊሽ ክመሃር እንድሕር ደልየ ኣብዚ ክጸሓፍ ይክእል ኣነ ጽሕፈሉ ስብ ምልሰለይ ኣነ ጽሕፈሉ ስብ ምልሰለይ ከምዚ ጌርና ቴክስት ኮንቨርዘሽን ክንገብር ንክእል ኢና ከምኡ ውን ዝኮነ ሕቶ ውን ክሓቱ ይክእል እየ ማለት እዩ። ሕጂ ዝኮነ ሕቶ ክሓቱ እየ።

ኣዝዩ ንጹር ገይሩ ከምኡ ውን ምስ ኤግዛምፕል ናቱ ገይሩ ፓሰንስ ገሊጽለይ ኣሎ ወይ ከኣ ኣረዲኡኒ ኣሎ ማለት እዩ ሕጂ ኣብዚ እንታይ ይብለኒ ኣሎ The pastens is a verb form that describes actions ኢሉ events or state that occurs ገለ ኢሉ ኣብዚ ምሉእ መግለጺ ጽሒፍለይ ኣሎ the same ውን ኤግዛምፕል ሂቡኒ ኣሎ ማለት እዩ ትሪእዎ ኣለኹም እዚ እታ መጀመርያ ብ ፕረዘንት ተንስ ጽሒፍለይ ኣሎ ተሓለይቲ ከኣ ፓሰንስ ማለት እዩ። ስለዚ ከምዚ ገይሩ ፍልልዩ ብንጹር ገሊጽለይ ኣሎ ማለት እዩ። ከምዚ ገርና ብቐሊሉ ገለ ቶፒክ ክንምሃሮ ዘለና ወይ ክፈልጦ ዘለና ሓቲትና ብቐሊሉ መልሲ ክንረክብ ንኽእል ኢና ማለት እዩ። ከምኡ እውን ዝኾነ ሰንተንስ ስርሓልና ክንብሎ ንኽእል ኢና ንኣብነት

ሕቶ ሓቲተዮ ኣለኹ ሓደ ሰንተንስ ብፓስት ተንስ ክሰርሓ ኣለዮ ማለት እዩ ከምፅኦ ዘለዎም ሄር ኢዝ ኤ ሾርት ሰንተንስ ኢን ዘ ፓስት ተንስ ኢሉ ሺ ኤት ብሬክፋስት ኣት ኤይት ኤኤም ሕጂ እታ ኢት ነበረት ናብ ፓስት ተንስ ኤት ቀይርዋ ኣሎ ማለት እዩ ሓደ ብፓስት ተንስ ወይ ከዓ ብሕሉፍ ሰንተንስ ሰርሕልያ ኣሎ ማለት ስለዚ ኣብዚ ብቐሊሉ ናትና እንግሊሽ ንዚ ፕራክቲስ ጌርና ክንመሓሾ ንኸእል ኢና ማለት እዩ። At the same time እውን እዚ ዝኾነ idea ወይ ሓሳባት ክበና ይኸእል እዩ። ካልእ እውን ኣብዚ ስእሊ generate ክትገብረልና ትኸእል እያ እዛ AI እዚኣ።